ሰላም ሰላም ክቡራት ተኸታተልቲ ፍልፍል ሜድያ ከመይ ትውዕሉ እምበኣርከስ ንሎመዓልቲ ዝበልኩዎ መደብ ሕፅር ሕፅር ዝበለ ናባኹም ከብለ ሰናይ ምክትታል ክቡራት ኣሕዋት ኣብዚ ሕጂ እዋን ቀንዲ ኣዛራቢ ኮይኑ ዘሎ ኣብ ግብፂ ዝርከቡ ኣሕዋት ብጣዕሚ ኣብ ሽግርን መከራን እዮም ዘለዉ። ክቡራት ኣሕዋት፣ ከምዚ ደጊምና ደጋጊምና ንዝርግሖ ዘለና ሓገዝ ይሓቱ ኣለዉ። ኣብ ሕማቕ ዝኾነ ደረጃ እውን ወዲቖም ኣለዉ ማለት እዩ። ብፍላይ ኣብ ግብፂ ዝርከቡ ኣሕዋትና ኣብ ፀበባ ስለ ዘለዉ ኩላህና እጃምና ከነበርክት ድልዋት ክንከውን ኣለና። ክቡራት ኣሕዋት፣ ብፍላይ ኣብ ቴሌግራም ዝስደድ ዘሎ ካብ ቤት ማእሰርቲ ይኹን ካብ ካብ ካልእ ካልእ ኣስካሕካሒ ዝኾነ ቁስልታትን ማህረምትን ብጣዕሚ እዩ ከብድኻ ዝበልዓካ ማለት እዩ ክቡራት ኣሕዋት ኩላህና ክንረባረብ ኣለና እሱ እውን ናባኹም ከብሎ እየ ማለት እዩ መጀመርታ ግን ሓበሬታ ኣላትኒ ናብኣ ከብለኩም እየ እምበኣርከስ ክቡራት ተኸታተልቲ መደብና መደብና ብዛ ደብዳበ ናይ ብርጌድ ንሓመዶ ሃገረ ሽወደን ክንጀምብር ኢና ክቡራት ኣሕዋት ብርጌድ ንሓመዶ ሃገረ ሽወደን ንዕለት ዕስራን ሸሞንተን ወርሒ ክልተ ኣብዚ ዘለናዮ ማለት እዩ ሳልሳይ ጉባኤ የካይዱ ኣለዉ ማለት እዩ ንኩለን ምንቅስቃሳት ማሕበራት ውድባት ከዓ ዕድመ ኣቕሪቦም ኣለዉ ማለት እዩ ክቡራት ሕዋት ናብኣ ከብለኩም እየ ሰናይ ምክትታል ናብ ኩለን ውድባት ምንቅስቃሳት ስቢካዊ ማሕበር መራኸቢ ብርሃንን ድለይቲ ፍትሕን ኤርትራውያን ልባዊ ሰላምታ ብምቅዳም ፍትሕን ዲሞክራስን ሰላምን ቅሳነትን ሓርነትን ብልጽግናን ኣብ ሃገርና ንምንጋስ ንእትገብርዎ ዘለኹም ጻዕርን ኣበርክቶን ዘለና ኣኽብሮት ምስጋናን ክንገልጸልኩም ንፈቱ። ጉዳይ ዕድመ ናብ ጉባኤ ብርጌድ ንሓመዱ ሽወደን ማዕበል ብርጌድ ንሓመዱ ሰማያዊ ሰውራ ጨንፈር ሽወደን ንዕለት ዕስራን ሸሞንተን ወርሒ ክልተ ክልተ ሽሕን ዒስራን ሽዱሽተን ኣብ ከተማ ኡፕሳላ ሳልሳይ ጉባኤ ዘካይደሉ ዕለት ስለ ዝኾነ ኣብዚ ዕለት እዚ ምሳና ሓቢርኩም ክትውዕሉ ብኽብሪ ንዕድመኩም። መሪሒነት ብርጌድ ንሓመዱ ጨንፈር ሽወደን ዕለት ዕስራን ሓደን ወርሒ ክልተ ክልተ ሽሕን ዕስራን ሽዱሽተን ዝብል መልእኽቲ ኣመሓላሊፎም ኣለዉ ማለት እዩ። ኩላህና ደለይቲ ፍትሒ፣ ተቓለስቲ፣ ምንቅስቓሳት ኩላትኩም ብሓፈሻ ኣብ ሽወደን ትርከቡ ኣብዚ መዓልቲ እዚ ሓቢርኩም ምስ ብርጌድ ንሓመዱ ክትውዕሉ ዕድመ ኣቕሪቦምልኩም እሞ ሃየ ሓቢርና ክንቃለስ ሓቢርና ጉባኤ ክንገብር ከኣ በዚ ኣጋጣሚ እዚ ዕድመይ ዕድመ ኣቕሪቦምልኩም ኣለዉ ክብራት ኣሕዋት ከምዚ እትርእይዎ ዘለኹም ማለት እዩ ኣብቲ ናይ ሽዑ ዕለት እውን ኣሕዋትና ሙሉ ብርሃን ሰመረ መሓሪ ኣብርሃ ሰመረ ሓይለ ኣብ መምህር ዝርእሰናይ ሳሚ ወድ ፊሽ ሓቢሮም ክውዕሉ ኣብ ፖስተረ ወፂኦም ኣሎ ማለት እዩ ሰናይ መዓልቲ ይግበረልኩም ብርጌድ ንሓመዱ ሃገረ ሽወደ እምበኣርከስ ክቡራት ኣሕዋት ኣብ ጉዳይ ግብፂ ምስ ንሰግር ኣብ ጉዳይ ግብፂ ብጣዕሚ ኣብ ሕማቕ ደረጃ በጺሖም ከም ዘለዉ ኤርትራውያን ብዝተፈላለየ ማሕበራዊ ሜድያ ይገልጹ ኣለዉ ማለት እዩ። እቲ ዝብልዎ ዘለዉ ከኣ ርዱእና ጥራይ እዮም ዝብሉ ዘለዉ ማለት እዩ። ምክንያቱ ብግፋን ወረ ግፋን ብቤት ማእሰርትን ብጨፍጫፍን ኣብዚ ሕጂ እዋን ልቦም እዩ ጠፊእዎም ዘሎ ማለት እዩ። እቲ ሓደ ነገር ክገብርዎ ዝኽእሉ ብማስ ሜድያ ንህዝቢ ንምንጋር እዩ። እሱ ከኣ ኣብ ኩሉ ህዝቢ በጺሑ ኣሎ ማለት እዩ። ክቡራት ኣሕዋት ኣብዚ ሕጂ እዋን ግብጺ ንኤርትራውያን ሽኦል ኮይና ትርከብ ማለት እዩ። ካብ ልብያ እታ ዝኸፍእት ሃገር ኮይና ተረኺባ ኣላ ማለት እዩ። እዞም ሰባት እዚኦም ኣብ ግብፂ ከም ሰቦም ክነብሩ ፀኒሖም። ኣብዚ ሕጂ እዋን ግን ሃንደበት ብግፋን ብጨፍጫፍኒ ብእሱር ቤትኒ ኣልባቦም ጠፊእዎም ኣሎ ክብርባት ሕዋት ማለት እዩ። ስለዚ ኩላህና ኤርትራውያን ዓዓቕምና ክንገብር በዚ ኣጋጣሚ እዚ ጻውዒተይ የቕርብ ማለት እዩ። ሓቂ ትሓይሽ ኤርትራዊ ኣብ ዝኸዶ ዓዲ ኣይጠዓሞን ማለት እዩ። ኣብ ሊብያ እንተኸደ፣ ኣብ ግብጺ እንተኸደ፣ ኣብ ኢትዮጵያ እውን እንተኸደ፣ ኣብ ኩሉ ዓለም ዘሎ ኤርትራውስ ኣይጠዓሞን ማለት እዩ። እሱ ከኣ ኣያ ስለ ዘይብሉ እዩ። ረዳኢ ስለ ዘይብሉ እዩ። ንዕኡ ትሓተሉ ኤምባሲ ይኹን መንግስቲ ስለ ዘይብልና እዩ እዚ ኩሉ ደረጃ በጺሕና ዘለና ማለት እዩ። ስለዚ እቲ ቀንዲ ሽግርና ኣብ ኤርትራ እዩ ዘሎ እሞ ኣብ ኤርትራ ዘሎ ሽግርና ከይተኣልየ ከኣ ሽግርና ኣዕረፈ ማለት ዘበት እዩ። ስለዚ ቀዳምነት ሂብና ክንቃለሰሉ ዝግባእ እቲ ኣብ ዓድና ዘሎ ሽግር ምስ ዝእለ ጥራይ እዩ። ምክንያቱ ንሽም ኤምባሲታት ኣብ መላእ ዓለም ናይ ኤርትራ ኣለዋ እየን ዝበሃላ ግን ንህዝቢ ዘይኮና ጠበቓ ዝኾና እንታይ ደኣ ነቲ ኣብ ኤርትራ ዘሎ መሓውር ናይ ህግደፍ ንዕኡ ንምድልዳል እየን ተነዲቐን ኣብ ምዕራባዊ ዓለም ተሰሪተን ዘለዋ እምበር መንግስቲ ግብፅስ ፅቡቕ ዝኾነ ዝምድና እዩ ዘለዎ ምስቲ ሽፍታ ስርዓት ግን ዋላ ሓደ ነገር ኣብ ልዕሊ ዜጋታቱ ዝኾነ ነገር መድሕን ክገብር ኣይክእልን እዩ እዚ ሽፍታ ስርዓት ማለት እዩ ስለዚ ኮይና ተሪፋ እዚ ተሰዲዱ ዘሎ ህዝቢ ጥራይ እዩ ነዚ ተጨኒቑ ዘሎ ህዝቢ ከድሕኖ ዝኽእል ማለት እዩ። ስለዚ ኩላህና ኤርትራውያን ኣብዚ ክንረባረብ ይግባኣና ማለት እዩ። ምክንያቱ ብጣዕሚ ኣስካሕካሒ ዝኾነ ኣተሓሕዛ እዮም ዝሕዝዎም ዘለዉ። ደቂ ኣንስትዮ ይዕመጻ ኣለዋ፣ ቀለውዕ ይሞቱ ኣለዉ። ደቂ ተባዕትዮ ደቂ ዓሰርተ ሓሙሽተ ደቂ ዓሰርተ ኣርባዕተ ዓመት ሕሉፍ ሓሊፍዎም ይዕምጽዎም ኣለዉ። ብጣዕሚ ብጣዕሚ ኣብ ደስካሕክሕ ድኾነ ደረጃ እዮም ወዲቆም ዘለዉ ክቡራት ኣሕዋት ኩላህና በብታ ንኽእላ እጃምና ከነበርክት ይላቦ ክቡራት ኣሕዋት ብጣዕሚ ብጣዕሚ ድሕዝን ካብ ሊብያ እታ ዝኸፍአት ኮይና ዘላ ኣብዚ ሕጂ እዋን ግብፂ እያ ማለት እዩ ይዝከረኒ ክቡራት ኣሕዋት ኣብ ክልተ ሽሕን ዓሰርተ ትሽዓተ ኣብ ሊብያ ዝነበረ ትዝክርዎ እንድሕር ኮንኩም ኤርትራውያን ኣብ ሊብያ ኣብ ክልተ ሽሕን ዓሰርተ ትሽዓተን ኣብ ሕማቕ ዝኾነ ደረጃ ነይሮም ማለት እዩ ኣብቲ ሽዑ እዋን ሓደ ስጉምቲ ዝወሰድናዮ ከዘኻኽረኩም ኢለ ክብራት ሕዋት በዓል ኣብርሃም ዘለዎም በዓል ሳምሶም ዘለዎም ካብ ፍራንክፈርቲ ኣብርሃም እውን ካብ ዓጥልያን መፅኡ ማለት እዩ ኣብቲ ሽዑ እዋን ሰብ ዓቕሉ ፀቢብዎ ነይሩ ምክንያቱ ነዞም ኣብ ሊብያ ዘለዉ ኣሕዋትና ብኸመይ መንገዲ ከነገላግሎም ንኽእል፣ ብኸመይ መገዲኸ ዓለም ከም ትጥምተና ክንገብር ንኽእል ኢሎም በዓል ኣብርሃም ማለት እዩ ሓደ ስራሕ ወይ ሓደ ፕሮግራም ኣዳልዮም ማለት እዩ። እሱ ከዓ እንታይ እዩ ብሳይክል ካብ ፍራንክፈርቲ ናብ ቤልጅም ኢና ከይድና ማለት እዩ። ኣብቲ ሽዑ እዋን ሓቂ ተሓይሽ ዋላ እቲ ሳይክል ምዝዋርሲ ፈለማ ስለ ዝነበርና ካብ ፍራንክፈርት ተበግሽና ናይ ሓሙሽተ መዓልቲ ጉዕዞ ናብ ቤልጅም ኢና ኣምሪሕና ማለት እዩ። ኣብ ቤልጅም ከኣ ኣብቲ ዝዓበየ ከተማ ብራስለስ ማለት እዩ እቲ ዝዓበየ ከተማ ኣብኡ ከኣ ዓቢ ሰለማዊ ሰልፊ ኣካይድና ማለት እዩ። ብዝሒ ዘለዎ መንእሰይ እውን መጽዩ ማለት እዩ። እቲ ሽዑ እዋን ጽቡቕ ዝኾነ ስራሕ ሰሪሕና ማለት እዩ። ብዙሓት ኣብ ሊብያ ኣብ ሽግርን መከራን ዝነበሩ ከኣ ኣጋላጊልና ማለት እዩ። ግን ኣነ እንታይ እየ ክብል ደልየ ክቡራት ኣሕዋት ሽግርና ካብ ክልተ ሽሕን ዓሰርተ ትሽዓተን ስጋብ ሕጂ ይቕጽል ኣሎ ማለት እዩ። ክሳብ ሕጂ ይቕጽል ኣሎ ማለት እዩ። እሱ ከኣ እንታይ እዩ እቲ ቀንዲ ዓይኒ ማይ ኣብ ኣስመራ ስለ ዘሎ እሱ ከኣ ክንኣልዮ ስለ ዘይከኣልና እዩ እዚ ኩሉ ሽግርን መከራን ዝወርደና ዘሎ ማለት እዩ። ሕሰብዎ ካብ ክልተ ሽሕን ዓሰርተ ትሽዓተን ክሳብ ሕጂ እሕዋትና ኣብ ሊብያ ኣብ ኣብ ግብጺ ኣብ ኩሉሲ ይሽገሩ ኣለዉ ሰለማዊ ሰልፊ ጥራይ ወጽእ ኣለና ማለት እዩ ክሳብ መዓስ እዚ ህዝቢ ሰለማዊ ሰልፊ ጥራይ እንዳወጽእ ክነብር ማለት እዩ ካብ ዓሰርተ ግዜ ሰለማዊ ሰልፊ ምውጻእ ግን ሓደ ግዜ ተቃሊስካ ነቲ ኣብ ኣስመራ ዘሎ ጅሆ ሒዥካ ዘሎ ሽፍታ ስርዓት ንዕኡ ኣሊኻ ሕጋዊ መንግስቲ ተኺልካ ኣብ ዓድኻ ፈጨጭ እንዳልካ ምንባር እታ ቀላል ነገር እያ ማለት እዩ ግን እዚኣ ክንገብራ ኣይንኽእል ኢና ኤርትራውያን ኣብ ጃህራን ፈኸራን ኣብቶም ክሕተ ኣቲና ስለ ዘለና እንዳ ኣውየና ክንነብር ኢና መሪጽና ዘለና ማለት እዩ። ኣብ ክልተ ሽሕን ዕስራን ክልተን ዕስራን ሓደን ከኣ ኣብቲ ዝኸፍኤ ኣብ ሊብያ ዝነበረ ግፍዒ ናይ ኤርትራውያን ይዝከረኒ ሽዑኡ ብዙሓት ኤርትራውያን ኣብ መላእ ዓለም ዘሎ ኤርትራዊ ብሓደ መዓልቲ ሰለማዊ ሰልፊ ወጺኡ ሽዑ ውን ንልብያውያን ከም ዝጋላጎሉ ጌርዎም ማለት እዩ ኣብ ሊብያ ዝነበሩ ኤርትራውያን ሕጂ ከኣ ናይ ግብጺ መጽዩ ኣሎ ማለት እዩ ስለዚ ክሳብ መዓስ እዩ ክሳብ መዓስ እዩ ሽግርና ክቡራት ኣሕዋት ኩላህና ንፈልጦ ኢና ክንቃለስ ስለ ዘይንደሊ ኣብ ብድዐ ስለ ዘለና ኣብ ትምክሕተ ስለ ዘለና እምበረይ ሽግርና ኣስመራ ጥራይ ዘሎ ሽግርና ኣብ ኤርትራ ዘሎ ውሕስቲ ሃገር እንተትህልወና ኔርና ክሳብ ክንድዚ ኣይምጸነትናን ክሳብ ክንድዚ ኣይምተገፋዕናን ኣብ ዓድና ከቢርናን ተሓፊርናን ምስ ባህልናን ምስ ወግዕናን ምስ ስድራናን ምነበርና ማለት እዩ ሕጂ እውን እዚ ሽግር ክቅጽል እዩ ሕጂ ውን ሽግርና እንዳባኣሰ ክከይድ እዩ እንድሕር ዘይተቃሊሽና ንዓድና ክንምለስ እንድሕር ዘይጺዕርና ኣብ ዓድና ሕግን ሕጋውነትን ክትከል እንድሕር ዘይሓሲብና ሽግርና ሎማዓልቲ ኣብ ግብጺ ኣሎ ጽባሕ ውን ኣብ ልብያ ክከውን እዩ ድሕሪ ጽባሕ ውን እንድሕር እዚ ኩነታት ናይ ኢትዮጵያ እንዳገደደ መፅኡ ኣብ ኢትዮጵያ ዘለዉ ኤርትራውያን እውን ርዱና ክብሉና እዮም ማለት እዩ ስለዚ ንሕና እታ እንኮ ክንገብራ ዘለና ክንቃለስ ክንክእል ኣለና ኤርትራውያን ተጣማሚትካ ኣሕዋትካ እንዳጠፍኡ ነብስኻ እንዳጠፋእኻ እንዳበለስካ ምኻድ ፅቡቕ ኣይኮነን ክብል ፈቱ ክቡራት ኣሕዋት ማለት እዩ ስለዚ እዚ ግፍዒ እዚ ሽግር መከራ ሓድሽ ነገር ኣይኮነን ኣረብሪብና እዩ ሰለማዊ ሰልፊ ወጺና ብሳይክል ናይ ሓሙሽተ መዓልቲ ጉዕዞ ገርናሎም ዓለም ክትጥምተና ኢልና ዓለም ክሰምዓና ኢልና ንሽዑ እዋን እያ ኣገላግለካ እዩ ግን መሰረታዊ ፍታሕ ኣየምጻልካን እዩ ማለት እዩ ስለዚ ኣብ መሰረታዊ ፍታሕ ከነድህብ ክንክል ኣለና ክቡራት ኣሕዋት ሓደ ሓደ ቪድዮታት ኣሎ ናብኡ ክብለኩም እየ ሰናይ ምክትታል ክቡራት ኣሕዋት ሰላም እዞም ኣብ ግብፂ ዘለዉ ስደተኛታት ኣሕዋትና ሕማቕ ኣለዉ ስለዚ ብዝተፈላለየ መንገዲ ንናሽቶ ሓበሬታታት ክነመሓላልፍ ቀኒና ኢና ሕጂ ግን ሓደ ናይ ኣክሽን መዓልቲ መዲብና ኣለና ንሱ ከዓ ንዝመፅእ ዘሎ ሶኒ ዕለት 23 እዩ ሶኒ 23 ኣነ ካብ ስራሕ ዕረፍቲ ወሲደ ቀትሪ ኣብ ቲክቶክ መደብ ጌርና ብቐጥታ ንኣባላት ኮንግረስ ኣሜሪካን ንኤምባሲ ግብፅታትን ኣብ ኩሉ ዓለም እንድውለሉ መዓልቲ ኣዳሊና ኣለና ኣብ ውሽጢ ዘለዉ ሓደ ሓደ ሰባት ተዘራሪብና ማለት እዩ ስለዚ ተን ፀውዒት ኮይነን ዘለዋ ክልተ ነገራት እየን ቀዳማይ ኩሎም ኣብ ቲክታክ ቅዱሳት ዝኾኑ ሕልና ዘለዎም ሰባት ሶኒ ብናይ ኣሜሪካ ኣቆፃፅራ ሰዓት ሓደ ሴንትራል ታይም ሰዓት ክልተ ኢስተርን ታይም ምሳና ብቐጥታ ላይፍ ኣትዮም እቲ ኣብ ግብፂ ዘሎ ሽግር ከቃልሑን ብዛዕባኡ ክዛረቡ ናብ ሓደ ሰዓት ናብ ኩሉ ሼር ግበርዎ ዓብ ቲክታከር ገለ ዘይኮነስ ሕልና ዘለዎ ኢና ንብል ዘለና ናይ ምዕባይ ገለ ኣይኮነን ሕልና ዘለዎ ክሓስብ ዝኽእል ሰብ

ታሕያ መስር። ጸዲፉ ድሕሪ ሓሙሽተ ሽዱሽተ ሰዓት ሬሳ ምስ ጨነወ ዶ ይኮኑ ድመጹና ኔሮም ኣየናይ ክብረት ኢና ሪኢና ካብ ዩኒስኣር ንሕና ሓፊርና ተዋሪድና ተገሪፍና ተጸፊዕና ሕሉፍ ሓሊፎም ደቂ ሸሞንተ ሓሙሽተ ዓመት እዮም ድጸፍዑና ኣብዚ ድጸፍዑኩም ኣሕዋትና ሓቂ እዩ እዚ ክብረት ድበሃል ኣየረከብናን ንሕና ሕጂ ከኣኒ ድጥኑሳት ሕርሲ ዝተወጠጣ ከኣኒ ኢጋማ ደይብልክን ኣይተ ኣይንሕርሰክን ኔና ኢሎም ከኣ ካብ ሕክምና መልሲ ኣለው እህ ድኻፈእ መጺና ድኻፈእስ መጸና ኣሎ ዋና ገዛይት ተጸዊዐ ኣነ ከይደቆስኩ ከይደቆስኩ መምህር ተኽለ እዚኣ የርእይኒ ዋላ ሞኒካ ከማን ቅድሚ ሕጂ መጺየኪ ነይረ ምስ ወዲ ገሬ ድበሃል ካብቶም መጀመርታ ድመጽ ድመጻናኪ ኢና ወሪደ ኣቤት ኢለ ዒጋም ኣለኪ ዶ የብልክን ኢልኒ እዚ ማለት ንዓይ የብለይን ሕጂ ከውጻኒ ጋሕጢጡ ምኽንያቱ ንሱ ሓላፍነት ክወስደለይ ኣይክእልን'ዩ። ስለዚ ሲ ዩኒስ ኣር ከላ ክብረት ኣይረኸብና ዩኒስ ኣር ወጽኣ ክብረት ኣይረኸብና ክብረት ዝረኸብና ስደተኛታት ኣይኮናን ኣብዚ ሲ ብግብጻውያን ሲ ክንደይ ተዓሚጽና ኢና ሕጂ ከኣ ዝኸፍኣ መጺኩም ኣሎ ዝኸፍኣ ነዛ ሕጂ መጽያ ዘላ ሽግር ድምጺ ኩኑና ትማሊ ብግፋ መጺናኩም ግፋ ሕማቅ ኣሎ ኢልናኩም ሞኒ ትዝክሬቲ ኮንኪ ሕጂ ከ እንታይ ኢልና መጺናኪ ኣለና ዓመጽ ወሪድወን ኣዴታት ኣብ እስርቤት ከለዋ ደቆም ደቀን ይሞቱ ኣለዉ ን ኤርትራ ደቀን ገዲፈን ይጥረዛ ኣለዋ ወዲ ዓመትን ሽዱሽተ ወርሕን ምስ ኣቡኡ ኣብ እስርቤት ተኣሲሩ ኣሎ ኣእጋር ተተኩሱ ኣሎ ኣእጋሮም ክቁረጹ ዝተባሃሉ ኣሕዋት ኣለዉና ሽኮርያ ዝሓመመት ክንደይ መድሃኒት ብሰንኪ ተቢዕካ ዘይምውጻእ ብሰንኪ ፍርሒ ግፋ ኣብ ገዛ ተዓጽዮም ክንደይ ንሞት ተቓሊዑ ኣለው። ድሕሪ ክልተ መዓልቲ ከኣ ሕጂ ትማሊ ሬሳ ምዉታት ኣለው ኣብ እስርቤት። መን እዮም እቶም ምዉታት ተባሂሉ ግን ክሳብ ሕጂ ኣይተነገረን። ሕጂ ከኣ ሬሳኹም ውሰዱ ክበሃል እዩ። መን ወዲ መን ምዃኑ ምስ ተፈልጠ ከኣ ናይ ሬሳ ኢልና ከኣ ክንመጽእ ኢና። ናብ ዝኸፍኣ ነገር ከይመጸ ሽግር መሊሱ ከይበኣሰ ከሎ ግን፣ ፕሊስ ፕሊስ ፕሊስ ኩላትኩም ኩላትኩም ኣብዚ ገዛ ዘለኹም ውሑዳት ሰባት ኣይኮንኩምን ፍልልይና ኣጽቢብኩም ብምሉእኩም ፍልልይኩም ኣጽቢብኩም ነዚ ኣብ ሽግር ዘሎ ሓውኹም ድምጹ ኩንዎ ንሕና ድምጺ ኢና ንሓትት ዘለና ዋላ ዓመት ግዜ ይሃቡና ይእሰሩና ንሕና እንድሕር ደኣ በደለኛታት ኮይና ብሕጋዊ መንገዲ ንተሓተት። ተሓቲትና በደል እንተደኣ ሃልዩና ንእረም። ኪንኡ ዝኸይድ ንግብጻውያን ማዕረ ክንድዚ ከብጽሕ ዝኽእል በደር ኤኤርትራዊ ዮብሉን። ይእሰሩና እስርቤት ግን ውሑስ ናይ ኤርትራዊ ጥራይ ይግበሩልና። ሽዑ ጉዳይና ክረኣ። እቶም ንወጽእ ንኣቱ ንወጽእ እቶም ንኣቱ ከኣ ንኣቱ። ሰብ ከኣኒ ኢቭን መግቢ ኣብጺሐሉ ኣነ ንወዲ ገዛይ ተኣሲርኒ መግቢ ኣብጺሐሉ መግቢ ይኣትዎ የለን ክዳኑ ሂበዮ ክዳኑ ይብሉ ባዕሎም በልዕዎ ኣለዉ። ኣብኡ ኮይኑ እቲ ካቦ ኣደው ኢሉ ገንዘብ ንሰለስተ ደቂቅ ንክድቅስ ሓሙሽተ ሚእቲ ይከፍላ ትከፍል ኣላ ሓንቲ ሓፍትና ንሰብኣያ ሓሙሽተ ሚእቲ ሓሙሽተ ሚእቲ ናብ መን ይሕወል ኣሎ ናብታ ሰበይቱ ኣብ ደገ ደላ ሰበይቱ ኣብዚ ኣብዚ ካይሮ ካብ ሰበይቱ ወጻኢ ሰብኣያስ ኣብ እስርቤት ኮይኑስ ይቅልብ ኣሎ በቶም ኤርትራውያን ተኣሲሮም ደለዉ ስለዚ ንሕናስ ክብረት ድበሃል የብልናን ፈትዮሙና ኣይኮኑን ገንዘብና እዮም ፈትዮሙና ዮኑስ ኣብ ተኾነት ክብረት ኣይሃበትልና ህዝቢ ተኾነ ክብረት ኣይሃበና ሽግርና ፍለጡልና ንሕና በደል እንተደኣ ሃልዩና ከኣኒ ምስ ወግሐ ከኣ በደልና ንተኣራረም ስለዚ ፕሊስ ኣሕዋት ካብዚ ክግለጽ ዝጸንሐ ብዙሕ